ሰላም ዝኸበርኩም ተኸታተልቲ ስቶሪ ፕሮዳክሽን እምበኣር ሎም መዓልቲ ሒዝናልኩም ቀሪብና ዘለና ዛንታ ናይ ሓደ ካብቶም ኣብ ዓለምና ዝቐልጠፉ ተፃወትቲ ኩዕሶ እግሪ ዝኾነ እዩ እዚ ሓደ ካብ ዝበለጹ ተጻወትቲ ኩዕሶ እግሪ ዓለምና ዋላኳ ቅልጡፍ እንተኾነ ሕልሙ ግና ብቀሊል ጎይኻ ክብጻሕ ዝከኣል ኣይነበረን። እምበኣር ናብ ክልተ ሽሕን ዓሰርተ ክልተን ዓመተ ምህረት ክንመልሰኩም። እዚ ብሉጽ ተጻዋታይ ወዲ ዓሰርተ ኣርባዕተ ዓመት እንከሎ ናይታ ጸባብ መደቀሲ ክፍሉ ኩሉ ሸነኽ መንደቕ ብስእልታት ኮኾብ ተጻዋታይ ኩዕሶ እግሪ ዓለምና ክርስትያኖ ሮናልዶ ዝተሸፈነ ነበረ። ንሱ ኣብ ኣእምሮኡ ዓቢ ሕልሚ ተሰኪሙ ብስእልታት እቲ ኣርኣያኡን ጅግንኡን ተኸቢቡ እዩ ዓብዩ። ኣብ ኢዱ ኩዕሶ ሒዙ ካብ ገዝኡ ቅድሚ ምውጽኡ ናይ ክርስትያኖ ሮናልዶ ስእልታት ይርኢ። ሓደ መዓልቲ ነቲ ዝሓልሞ ኩሉ ከም ዝረኽቦ ብምእማን ድማ ክምስብል ነበረ። ግና ገሊኦም ሕልምታት ስለ ዝተሃወኽካ ካብ ግዚኦም ቀልጢፎም ዝመጹ ኣይኮኑን። እዚ ዛንታ እዚ ናይ ሓለቓ ጋንታ ፈረንሳይ ክልያን ኢምፓፔ እዩ። ፈረንሳ ኣብ ሽሕን ትሽዓተ ሚእትን ተስዓን ሸሞንተን ናይ ፍጻመ ጸወታ ዋንጫ ዓለም ንብራዚል ሰለስተ ብ ባዶ ረቲዓ ኣብ ታሪኽ ዋንጫ ዓለም ንፈለማ እዋን ድሕሪ ምዕዋታ ልክዕ ድሕሪ ሓሙሽተ ወርሒ ብዕለት ዕስራ ታሕሳስ ሽሕን ትሽዓተ ሚእትን ተስዓን ሸሞንተን እዩ ኪላን ኤምፓፐ ተወሊዱ። ፈረንሳ ናይ ፈለማኣ ዝኾነት ጽዋእ ዋንጫ ዓለም ከተልዕል ከላ ዚኒዲ ዚዳን እተን ክልተ ጎላት ብርእሱ ከም ዘእትወን ኩሉ ኣፍቃሪ ኩዕሶ እግሪ ዘይረስዖ ጌና ዘይሃሰሰ ዝኽሪ እዩ። እምበኣር ሃገረ ፈረንሳ ፈላሚት ጽዋእ ዋንጫ ዓለም ጌና ኣብ ምልዓላ ከላ እዩ ኪላን ኤምፓፐ ናብዛ ዓለም ዝመጸ። ብትውልዲ ኣፍሪቃውያን ዝኾኑ ስድራ ቤት እምባፐ ኣብ ከባቢ ከተማ ፓሪስ እትርከብ ንእሽቶ ከተማ ቦንዲ'ዮም ዝነብሩ ነይሮም። ኣቦኡ ካብ ካሜሮን ዝተሰደደ ክኸውን ከሎ ኣዲኡ ድማ ኣብ ፈረንሳ ካብ ኣልጀርያውያን ስድራ ቤት ዝተወልደት'ያ። ኣዲኡ ብወገና ንነዊሕ ዓመታት ኣብ ላዕለዋይ ሊግ ሃንድባል ፈረንሳ ብፕሮፌሽናል ደረጃ ትጻወት ዝነበረት ስፖርተኛ'ያ ነይራ። ከተማ ቦንዲ መብዛሕትኦም ዝሓሸ ህይወት ንምርካብ ብተስፋ ካብ ካልኦት ዝተፈላለየ ሃገራት ኣፍሪቃ ዝተሰደዱ ድኻታት ስድራቤት ዝነብሩላ ካብ ከተማ ፓሪስ ውጽእ ኢላ ትርከብ ከተማ'ያ። ክልያን እምፓፐ ግን ጸኒሑ ንከተምኡ ብዘገርም መንገዲ ከምዚ ክብል ገሊጽዋ፣ ኣብ ቦንዲ መብዛሕቲና እኹል ዝበሃል ገንዘብ የብልናን፣ ግና ሕልምታት ኣለና። ምኽንያቱ ሕልምታት ዋጋ ዘይሓቱ ብነጻ ስለዝኾኑ። ኣቦኡ ንኪልያን እምፓፐ ኣኤስ ቦንዲ ንእትበሃል ንእሽቶ ናይ ገዛውቶም ጋንታ፣ ኣሰልጣኒ ኩዕሶ እግሪ ስለ ዝነበረ፣ ክልያን ኤምፓፐ ጌና ቆልዓ ከሎ ምስ ኩዕሶ እግሪ ክላለ ክኢሉ እዩ። ምስ ግዜ ድማ ካብ ምልላይ ሓሊፉ ምስቲ ሜዳን ኩዕሶን ፍቕሪ ስለ ዝሓደሮ፣ እቲ መጻወቲ ሜዳ ከም ካልኣይ ገዝኡ ክሪኦ ጀመረ። ወዲ ሽዱሽተ ዓመት ምስ ኮነ ኣብ ትሕቲ ዓሰርተ ዓመት ጋንታ ተጸንበረ። እንተኾነ ግን እቶም ኣሰልጠንቲ ካብ መዛንኡ ኣዝዩ ዝበለጸን ዝተፈልየን ምዃኑ ስለ ዘስተውዕልሉ፣ ምስቶም ደቂ ዓሰርተ ዓመት ክጻወት፣ ናብ ላዕለዋይ ደረጃ ኣደየብዎ። ሽዑ እውን እንተኾነ ኣብቲ ሜዳ ዝበለጸ ተጻዋታይ ንሱ ነበረ። እቲ ናይ ግዜ ህጻንነቱ ኣሰልጣኒ ዝነበረ ሪካርዲ ኣብ ህይወቱ ልዕሊ ኣማኢት ቆልዑ ኣሰልጢኑ እዩ። ይኹን እምበር ብዛዕባ ኪልያን እምፓፐ ክዛረብ ከሎ ኪልያን ካብቶም ዘሰልጠንክዎም ቆልዑ እቲ ዝበለጸ እዩ ነይሩ። ምናልባት ካብቶም ድሕሪ ሕጂ ዘሰልጥኖም እውን ዝበለጸ ክኸውን ይኽእል እዩ። ኢሉ ብፍሉይ ናይ ምፓፐ ክእለት መወዳድርቲ ከም ዘይብሉ ኣረጋገጸ። ሪካርዲ ኣብ ሓደ ጸወታ ዘጋጠመ ብፍሉይ ዝዝክሮ ሓደ ኣጋጣሚ ኣሎ። ንሱ ዘሰልጥና ዝነበረ ንምፓፐ ዝሓዘት ጋንታ ቦንዲ፣ ቀዳማይ ኣርብዓን ሓሙሽተን ደቓይቕ ሓደ ብ ባዶ ተመሪሓ ንዕረፍቲ ምስ ወጸት፣ ኣብ መቐየሪ ክፍሊ ከቢድ ስቕታ ሰፊኑ ነበረ። እቶም ናእሽቱ ተጻወቲ ርእሶም ደፊኦም ብግልጺ ኣብ ገጾም ጓሂ ይንበብ ነበረ። ኣሰልጣኒ ሪካርዲ ኣብ ቅድሚት ደው ኢሉ ዝብሎ ዝጠፍአ መስል ስቕ ኢሉ ጥራይ ይጥምቶም ነበረ። ሽዕም ፓፐ ሃንደበት ደው ኢሉ ኣይትጨነቑ ኢሉ ነቲ ስቕታ ሰበሮ። ቅጽል ኣቢሉ ኣነ ነታ ኩዕሶ ምስ ረኸብኩዋ ማዕረ ትገብረና ጎል ከእቱየ በለ ብኒሕን ርግጽኘትን ብዝተመልአ መንፈስ። ናብ ሜዳ ተመሊሶም ኩዕሶ ናብ ኪላንን ፓፐ ምስ በጽሐት ንቕድሚት ክደፍኣ ጀመረ። ነቲ ቀዳማይ ተኸላኸሊ ብዘገርም ጥበብ ኣሽኪዑ ሓለፎ። ድሕሪኡ ነቲ ካልኣይ፣ ኣብ መወዳእታ ነቲ ሳልሳይ ሓሊፉ ቁሩፍ ድፍእ ምስ ኣበላ እቲ ሓላዊ ውሉዳት ጥራይ ተረፈ። ክልያን እምፓፐ ብፍጹም ምርግጋእን ርእሰ ተኣማንነትን ነታ ኩዕሶ ቀሊዑ ምስ መርበብ ኣራኸባ። ነቲ ዝበሎ ድማ ብልክዕ ፈጸሞ። ሽዑ ንሱ ጌና ወዲ ዓሰርተ ዓመት ጥራይ እዩ ነይሩ። ወዲ ዓሰርተ ሓደ ዓመት ምስ ኮነ ካብተን ዓበይቲ ጋንታታት ኣውሮጳ ዝተላእኹ ተዓዘብቲ ናብ ቦንዲ ክውሕዙ ጀመሩ። ሪያል ማድሪድ፣ ቼልሲ፣ ባየር ሙኒክ ካብተን ንኪልያን ኤምፓፔ ዝተዓዘባ ዓበይቲ ጋንታታት ነበራ። ድሕሪ ዚኒድ ዚዳን ከም ሚፓፔ ዝኣመሰለ ፍሉይ ተውህቦ ዘለዎ ብቐሊል ክትካእ ዘይክ ኣይነበረን። ክልያን እምፓፐ ኣብ ሓንቲ ንእሽቶ ከተማ ዝነብር ወዲ ዓሰርተ ሓደ ዓመት ክንሱ ግን ብሃንደበት ኣብ ዓለም እተን ዝዓበያ ጋንታታት ማዕጾኡ ክኹሕዃሓ ከለዋ እንታይ ይስምዖ ከም ዝነበረ ክትግምቶ ኣይትኽእልን። ኣብ መወዳእታ ክልተ ሽሕን ዓሰርተ ክልተን ክልያን እምፓፐ ቅድሚ መበል ዓሰርተ ኣርባዕተ ዕለተ ልደቱ ምኽባሩ ጋንታ ሪያል ማድሪድ ናብ መላማመዲ ሜድያኣ ክበጽሕ ዕድመ ኣቕረበትሉ። ስድራቤቱ ነቲ ብዓይነቱ ፍሉይ ዝዀነ ዕድመ ብሓጐስ ተቐበልዎ። ኢምፓፐ ምስ ስድራቤቱ ናብ ከተማ ማድሪድ በጽሐ፣ ንጽባሒቱ ድማ ናብቲ ሰፊሕ መላማመዲ ሜዳ ጋንታ ሪያል ማድሪድ ኣምርሐ። ኢምፓፐ ምስ ስድርኡ ኣብ ናይ መካይን መዐሸጊ ምስ በጽሐ፣ ሓደ ነዊሕ ሰብኣይ ኣእዳዉ ኣብ ጁብኡ ኣእትዩ ኣብ ጥቓ መኪንኡ ብህድኣት ደው ኢሉ ይጽበዮ ነበረ። እቲ ሰብኣይ ኣብ ክልተ ሽሕን ዓሰርተ ሽዱሽተን ናይ ሪያል ማድሪድ ዋና ኣሰልጣኒ ዝዀነ ዳይረክተር ጋንታ ሪያል ማድሪድ ዚኒዲ ዚዳን ነበረ። ካብ ኩሎም ናይ ፈረንሳይ ተጻወትቲ ኩዕሶ እግሪ ዝበለጸ ዚኒዲ ዚዳን ንሓደ ካብ ንእሽቶ ከተማ ዝመጸ ወዲ ዓሰርተ ሰለስተ ዓመት ቆልዓ ንምርካብ ብኣካል ተረኺቡ ነበረ። ዚዳን ቅድሚ ዝኾነ ምዝራቡ ድሙቕ ፍሸኽታ ኣቕረበሎም። ማዕጾ መኪንኡ ከፊቱ ድማ ናብ ኩርሲ እናመልከተ ንኪልያን ናብቲ መላማመዲ ንኽበጽሕ ድሉው ምዃኑ ሓተቶ። ሚፓፔ ልቡ እናሃረመት ናብ ውሽጢ መኪና ኣተወ። ኣዝዩ ካብ ምርባሽ ዝተላዕለ ንኽዛረብ እውን እሽገር ነበረ። ኩሉ ነገር ከም ሕልሚ እናመሰሎ ኣብ ስቕታ ተዋሒጡ ኮፍ ኢሉ ነበረ። ብልቡ ኸኣ ኣነ እኮ እቲ ካብታ ድኻ ከተማ ቦንድ ዝመጻእኹ ኪልያን ጥራይ እየ። እዚ ሓቂ ክኸውን ኣይክእልን፣ ጌና ካብ ድቃሰይ ከይተንሳእኹ ይሓልም ከይህሉ ኢሉ ይሓስብ ነበረ። ዚዳን ናብቲ መላማመዲ ሜዳ ምስ በጽሑ ነቲ ቆልዓ ከም ሓደ ዓብዪ ሰብ ገይሩ ክርእዮ ጀመረ። ኪላን ኢምፓፔ ናይታ ኣብ ዓለምና ቀዳመይቲ ዝኾነት ጋንታ ሪያል ማድሪድ ተጻወትቲ ከላማመዱ ከለዉ ተዓዘበ። ድሕሪኡ ኣብ ህይወቱ ፈጺሙ ሓሲብዎ ዘይፈልጥ ነገር ተፈጸመ። ምስቲ ስእልታቱ ኣብ መንደቕ መደቀሲኡ ለጢፍዎ ዝነበረ ብሉጽ ተጻዋታይ ኩዕሶ እግሪ ዓለምና ክርስትያኖ ሮናልዶ ተራኸበ። ኣብ ጎኒ ኣርኣይኡ ደው ኢሉ ፍጹም ሓጎስ እናተነቦ ድማ ስእሊ ተሳእለ። ዳይረክተር ሪያል ማድሪድ ነቲ ፍሉይ ተውህቦ ዝነበሮ ትስፉው ቆልዓ ከፈርምዎ ድሌት ስለ ዝነበሮ ኩሉ ማዕጾታት ከፊቶም ኩሉ ጠለባት ኣቕረቡሉ። እንተኾነ ግን ኣቡኡን ኣዱኡን ንምፓፐ ሒዞሞ ናብ ቦንድ ምስ ተመልሱ ድሕሪ ብዙሕ ሓሳብ ኣይፋል ብምባል ነቲ ፍሉይ ዕድል ነጸግዎ። ምኽንያቱ ጌና ወዲ ዓሰርተ ሰለስተ ዓመት ዝነበረ ኪልያን እምፓፐ ካብ ክትትል ኣቦኡን ኣዲኡን ርሒቑ ኣብ ውሽጢ እታ ብብሉጻት ተጻወቲ ዝመልእት ዓባይ ጋንታ ክጠፍእ ይኽእል እዩ ኢሎም ሓሰቡ። ኣዲኡ ከም ዝኾነ ቆልዓ ምስ ስድርኡ ኣብ ቅድሚ ቢኡ ክዓቢ ደለየት። ስለዚ ጋንታ ሪያል ማድሪድ ነቲ ትስፉው ተጻወታይ ንምውናን ዓቕሊ ክትገብር ነበራ። ክልያን ምፓፔ ናብ ስጳኛ ምኻድ ገዲፉ ኣብ 2013 ዓመተ ምህረት ናብታ ተውህቦ ዘለዎም ናእሽቱ ተጻወቲ ብምዕባይ ካብ ዝፍለጣ ጋንታታት ፈረንሳ ሓንቲ ዝኾነት ጋንታ ኣይኤስ ሞናኮ ተጸንበረ። ናብ ኣካዳሚ ኣትዩ ኣብ ትሕቲ ዓሰርተ ሸውዓተ ዕድመ ኮይኑ ኣብ ዘካየዶም ቀዳሞት ሓሙሽተ ጸወታታት ኣብ ነፍሲ ወከፍ ጸወታ ክልተ ጎል ብምምዝጋብ ጠቕላላ ዓሰርተ ሸቶታት ከመዝግብ ክኢሉ እዩ። ኪላን ምፓፔ ኣብ ኣካዳሚ ጋንታ ሞናኮ ብትግሃት ይለማመድን ይጻወትን ስለ ዝነበረ ኣሰልጠንቱ በቲ ቅልጣፈኡ፣ ክእለቱን ትግሃቱን ኣዝዮም ክድነቑ ጀመሩ። በዚ ምኽንያት ድማ ወላ ሓደ ሰብ ክግምቶ ብዘይክእል ሓጺር ግዜ ኣብ 2018 ናብ ቀዳመይቲ ጋንታ ሞኖኮ ደየበ። ክልያን እምፓፐ ናብ ዋና ክለብ ክጽንበር ከሎ ወዲ 16 ዓመትን 347 መዓልትን ጥራይ ስለ ዝነበረ ኣብ ታሪኽ ኣኤስ ሞናኮ እቲ ዝነኣሰ ተጻወታይ ብምዃን በቲ ካብቶም ብሉጻት ተጥቃዕቲ ፈረንሳ ሓደ ዝኾነ ቴሪ ሄንሪ ተታሒዙ ዝነበረ ክብረ ወሰን ሰበሮ። ክልያን ኤምፓፐ ወላ እኳ ኣብ ንእስነቱ ኣብ ዝለዓለ ደረጃ እንተበጽሐ ከም ካልኦት ተጻወትቲ ግን ዝና ከዕብዶ ኣይደልየን። ክቡራት መኻይን ወይ ዓበይቲ ቪላታት ኣይገዝአን። ኣብቲ ጋንትኡ ዝሃበቶ ኣብ ማእከል መለማመዲ እትርከብ ንእሽቶ ክፍሊ ብሓጐስ ይቕመጥ ነበረ። ብዛዕባ እዚ ክዛረብ ከሎ ኣብ ሓደ ኣጋጣሚ ተጻዋታይ ኩዕሶ እግሪ ምስ ፋራረ መኪና ኣይቋዶን እዩ። እወ ኣነ መኪና የብለይን ግን ዝዓቢ ነገር ኣይኮነን ኢሉ ኣብ ልቢ ሰባት ዝሰፍር ዘረባ ተዛሪቡ ነይሩ። ኣብ 2016-17 ዓመተ ስፖርት ሲዝን ኣብ ልዕሊ ማንቸስተር ሲቲ ኣብ ልዕሊ ብሮስያ ዶርትሞንት ሸቶ ኣመዝጊቡ ኣብ ሊግ ፈረንሳ ጥራይ 15 ሸተትታት ብምምዝጋብ መናኮ ድሕሪ 17 ዓመታት ንፈለማ እዋን ናይ 2016-17 ዓመት ስፖርት ሻምፕዮንስ ፈረንሳ ሊግ ክትከውን ናብ ፍርቂ ፍጻመ ሻምፕዮንስ ሊግ ንክትበጽሕ ዓብዪ ኣበርክቶ ገይሩ። በዚ ምኽንያት ድማ ምሉእ ናይ ኣውሮጳ ጋንታታት ነዚ ካብ ንእሽቶ ከተማ ቦንድ ዝመጸ ቆልዓ ዓይኒ ከንብራሉ ጀመራ። ኣብ ነሓሰ 2017 ፓሪሳ ጀርመኒ ንኪልያን ምፓፐ ብ ሚእትን ሰማንያን ሚልዮን ዩሮ ብምፍራም ታሪኽ ኩዕሶ እግሪ ቀይረት። ንሱ ናብ ፒኤስጂ ክፍሪ እንከሎ ጌና ወዲ ዓሰርተ ሸሞንተ ዓመት ጥራይ ስለዝነበረ፣ ኣብ ታሪኽ ኩዕሶ እግሪ ድሕሪ ነይማር እቲ ብኽቡር ዋጋ ዝፈረመ መንእሰይ ተጻዋታይ ኮነ። ሽዑ'ውን እንተኾነ ምፓፐ ክቡራት መኻይን ክዕድግ ናይ ምቾት ናብራ ክነብር ኣይደለየን። ክልያን ምፓፐ ናብ ፒኤስጂ ካብ ዝጽንበር፣ ኣብዚ ሰዓበት ክረምቲ 2018 ኣብ ሩስያ ዝተኻየደ ዋንጫ ዓለም ኣብ ሽዑ ግዜ ወዲ 19 ዓመት ኮይኑ ኣብታ ብብሉጻት ተጻወትቲ ዝተመልእት ሃገራዊት ጋንታ ፈረንሳ እቲ ብዕድመ ዝነኣሰ ኮኾብ ተጻዋታይ ነበረ። ሃገራዊት ጋንታ ፈረንሳ ኣብ ርብዒ ፍጻመ ኣውዲቕካ ምሕላፍ ምስ ናይ ሎኒየል ሜሲ ሃገር ኣርጀንቲና ስለ ዝበጽሓ ናብ ፍርቂ ፍጻመ ንምሕላፍ ኣዝዩ ኣጸጋምን በዳህን ኮይኑዋ ነይሩ። እንተኾነ ግን ብዕለት 30 ሰነ 2018 ኣብ ዝተኻየደ ናይ ክልቲኤን ሃገራት ጸወታ ሸውዓተ ሸቶታት ዝተቖፅረሉ ኣብ ነፍሲ ወከፍ ሰከንድ ንኣፍቀርቲ ኩዕሶ እግሪ ሸውሃት ዝመልእ መስደመሚ ትርኢት ዝተረኣየሉ እዩ። ኣብ መንጎ እዚ ድማ ኩዕሶ ብምሓዝ ክጎይ ፈጺሙ ዘየቋርጽ ሓደ ወዲ 19 ዓመት መንእሰይ ዝተረኣየሉ ኣብ ታሪኽ ጽዋእ ዋንጫ ዓለም ሓደ ካብቶም ብሉጻትን ሰሓብትን ጸወታታት ነበረ። ኣብ መበል ዓሰርተ ሰለስተ ደቒቕ እምፓፐ ፈለማይ ምትሃታዊ ክእለቱ ኣርኣየ። ካብ ፍርቂ ሜዳ ጀሚሩ ኩዕሶ ንቕድሚት ኣንዊሑ እናደፍአ ብኣዝዩ ልዑል ቅልጣፈ ኣስታት ሰላሳ ሜተር ጐየየ። ናይ ኣርጀንቲና ተኸላኻሊ ክሕዞ ፈተነ፣ እንተዀነ ግን ኣይሰመረሉን። ካልኣይ ተኸላኻሊ እውን ክዓግቶ ፈተነ፣ እዚ እውን ኣይሰመረሉን። ንዕኡ ደው ንምባል ዝነበረ እንኮ ኣማራጺ ኣብ ውሽጢ ፐናልቲ ከይኣተወ ምውዳቕ'ዩ ነይሩ። ኮይኑ ግን ኣብ ውሽጢ ፐናልቲ ስለ ዝወደቐ ፈረንሳ ፍጹም ቅላዕ ረኺባ ብመንገዲ ግሪዝማን ሸቶ መዝገበት። ኣብ ካልኣይ ኣርብዓን ሓሙሽተን ደቓይቕ ዋላ እኳ ኣርጀንቲና ተቓሊሳ ክልተ ብ ሓደ መርሕነት እንተሓዘት ፈረንሳ ግን እቲ ጸወታ በዚ ክዛዘም ኣይፈቐደትን። ድሕሪ ሓደ ናይ ፈረንሳ ተኸላኻሊ ማዕረ ትገብር ሸቶ ምምዝጋብ ኤምፓፐ ንጸወታ ብምሉእ ተቖጻጺሩ ሸቶታት ብምምዝጋብ ፈረንሳ ኣርባዕተ ብ ክልተ ክትመርሕ ከኣለት። ኣርጀንቲና ድማ ካብ ስዕረት ዘይተድሕና ኣብ መወዳእታ ሓንቲ ሸቶ መዝገበት፣ ፈረንሳ ኣርባዕተ ብ ሰለስተ ብምዕዋት ንሜስን ኣርጀንቲናን ናብ ዓዶም ክፋነዉ ገበረቶም። ብወነብኡ ኢምፓፐ ኣብ መስርዕ እቶም ብሉጻት ተጻወቲ ዓለምና ተጸንበረ። ኣብ ሽሕን ትሽዓተ ሚእትን ሓምሳን ሸሞንተን ፔለ ክልተ ሸቶታት ብምምዝጋብ ኣብ ናይ ኣውዲቕካ ምሕላፍ ጨቢጥዎ ዝነበረ ክብረ ወሰን ኢምፓፐ ኣብ ናይ ክልተ ሽሕን ዓሰርተ ሸሞንተን ክልተ ሸቶታት ብምምዝጋብ ነቲ ክብረ ወሰን ተጸንበሮ። ኣብ መወዳእታ፣ ድሕሪ እቲ ጸወታ ጋዜጠኛታት ብዛዕባ እዚ ምስ ሓተትዎ፣ ኪላን እምባፐ ብዘደንቕ ትሕትና መለሰ፣ ምስ ፔለ ኣብ ገለ ሸነኽ ምምዕርራየይ ዘሐብን እኳ እንተዀነ፣ ግና ንነገራት ኣብ ቦታኦም ከነቐምጦም ኣለና፣ ፔለ ኣብ ካልእ ደረጃ እዩ ዘሎ፣ ኢሉ ማዕረ ፔለ ንምዃን ብዙሕ ስራሕ ከም ዝጽበዮ ብምግላጽ፣ ምስ ሓደ ጅግና ተጻዋታይ ከወዳድርዎ ከም ዘይግባእ ብዘደንቕ መንገዲ መለሰሉ። ብድሕሪ እዚ ፈረንሳ ንኡርጋይ ስዒራ ንቤልጂም እውን ኣውዲቓ ብዕለት ዓሰርተ ሸሞንተ ሓምለ ክልተ ሽሕን ዓሰርተ ሸሞንተን ኣብ ሞስኮ ኣብ ናይ ፍጻመ ጸወታ ምስ ኩረሽያን ተራኸበት። ምስ ኩረሽያ ኣብ ዝነበረ ግጥም ዋላ እኳ ፈረንሳ ክሳብ መበል ስሳን ሓሙሽተን ደቓይቕ ሰለስተ ብ ሓደ ትመርሕ እንተነበረት ግን ኩረሽያ ተስፋ ብዘይምቁራጽ ብቐጻሊ ተጥቅዕ ነበረት። ሓዲኤን ሓንቲ ሸቶ ምስ ዘመዝግባ ሚዛን እቲ ጸወታ ክቕየር ይኽእል ነበረ። እታ ሚዛን ጸወታ ቀያርት ዝነበረ ሸቶ ድማ ፈረንሳ ካብ ክዩላን ምፓፐ ረኸበት። ኣርባዕተ ብሓደ ሰፊሕ ብዝኾነ ፍልልይ ክትመርሕ ጀመረት። ዋላ እኳ ክሮኤሽያ ኣብ መወዳእታ ሸቶ እንተወሰኸት እቲ ናይ ፍጻመ ጸወታ ፈረንሳ ኣርባዕተ ብክልተ ተዓወተትሉ። ኣብ መበል 19 ዓመቱ ተዓዋቲ ዋንጫ ዓለም ንምዃን በቕዐ። ካብ ፔለ ንደሓር ንሱሳ ዓመታት ዝኣክል ዋላ ሓደ ኣብ 19 ክሊ ዕድመ ኣብ ናይ ፍጻመ ጸወታ ዋንጫ ዓለም ሸቶ ዘመዝገበ ኣይነበረን። ኪልያን እምፓፔ ግን ሕጂ እውን ነዚ ብምግባር ምስ ገዲም ተጻዋታይ ኩዕሶ እግሪ ፔለ ክብረ ወሰን ተማቐለ። ኢምፓፔ ንጽባሒቱ ናብ መስርዕና እንቋዕ ብደሓን መጻኻ ዝብል መልእኽቲ ካብ ፔለ ተቐበለ። ድሕርዚ ኪላን ምፓፐ ንኣፍቀርቲ ኩዕሶ እግሪ ዘስደምም ንጹህ ሕልናኡ ዘመስክር ተግባር ፈጸመ። ሃገረ ፈረንሳ ድሕሪ ዋንጫ ዓለም ምዕታራ ንነፍሲ ወከፍ ኣብ ዋንጫ ዓለም ዝተሳተፈ ፈረንሳዊ ተጻዋታይ በቢ ሓሙሽተ ሚእቲ ሽሕ ዶላር መተባብዒ ሽልማት ኣበርከተትሎም። ኢምፓፐ ድማ ሓንቲ ሳንቲም ከይቀነሰ ንኹሉ እቲ ገንዘብ ንሕሙማትን ስንኩላንን ህጻውንቲ ስፖርት ንኽጻወቱ ንኽሕግዝ ናይ ፈረንሳ ትካል ገባሪ ሰናይ ለገሰ፣ ጋዜጠኛታት ስለምንታይ ከምኡ ከም ዝገበረ ምስ ሓተትዎ፣ ኣነ ኣብ ዋንጫ ዓለም ምእንቲ ክብሪ ሃገረይ ስለ ዝተሳተፍኩ ዝኾነ ክፍሊት ንመቖሽሽን ስለ ዝደለኹ ኣይኮንኩን ኢሉ ብቐሊል መለሰሎም። ዓሰርተ ሸሞንተ ታሕሳስ ክልተ ሽሕን ዕስራን ክልተን ዓመተ ምህረት ኣብ ቀጠር ይካየድ ኣብ ዝነበረ ዋንጫ ዓለም ናይ ፍጻመ ጸወታ ፈረንሳ ምስ ኣርጀንቲና ሚፓፐ ኣንጻር ሊዮኔል ሜሲ ደው በሉ። ኣብ ፒኤስጂ ብሓባር ንሓደ ዕላማ ዝጻወቱ ዝነበሩ ክልተ ካብቶም ብሉጻት ተጻወቲ ኩዕሶ እግሪ ዓለምና ወርቃዊት ዋንጫ ዓለም ንምዕታር ፊት ንፊት ተራኸቡ። ኣብ ቀዳሞት ኣርብዓን ሓሙሽተን ደቓይቕ ኣርጀንቲና ክልተ ብባዶ መሪሓ ስለ ዝወጸት ንፈረንሳ ሓደጋ'ዩ ነይሩ። እምፓፐ ነታ ኩዕሶ ክትንክፋ ኣይተራእየን። ኣብ ሰብዓታት ደቓይቕ ዕስራ ግዜ ጥራይ ተንኪፍዋ ነይሩ። ኣብ ጥቓ ፐናልቲ ድማ ሓንሳብ ጥራይ ተንኪፍዋ ነበረ። ኣርጀንቲና ድሮ ንምሕጓስ ትዳሎ ነበረት። ተንተንቲ ኩዕሶ እግሪ ድሮ ሕልሚ ሜሲ ጉሁድ ከም ዝኾነ እናገለጹ ነቲ ዛንታ ንኹሉ ኣፍቃሪ ኩዕሶ እግሪ ከቃልሑ ጀሚሮም ነበሩ። ግና ኪላን እምፓፔ ዘይከኣል ዝመስል ነገር ስለ ዝገበረ ድሕሪ ሰመንያታት ደቓይቕ ኩሉ ነገር ተቐየለ። ፈረንሳ ኣርጀንቲናን ክልተ ብክልተ ማዕረ ኮና። እቲ ስታድየም ብናይ ክልቲኤን ደገፍቲ ድምፂ ተመልአ። ፈረንሳ ካብ ሞት ተንሲኣ ኣርጀንቲና ድማ ትወድቕ ዘላ መሰለት። ኣብቲ ውድድር ንፈለማ እዋን ሜሲ ሓቀኛ ፍርሒ ዝተሰምዖ መስል ነበረ። እቲ ጸወታ ናብ ተወሳኺ ግዜ ምስ ኣምርሐ፣ ሜሲ ንዕኡ ካልኣይቲ ዝነበረት ጎል ብምምዝጋብ ሃገሩ ሰለስተ ብ ክልተ እናመርሐት ካብ ጽዋእ ዋንጫ ዓለም ንምሓዝ ብደቓይቕ ጥራይ ርሒቓ ነበረት። ክልያን እምባፐ ግን ደው ኣይበለን። ኣብ መበል ሚእትን ዓሰርተ ሸሞንተን ደቓይቕ ሃትሪክ ብምስራሕ ንሃገሩ ፈረንሳ ማዕረ ክትከውን ኣኽኣላ። ኣርጀንቲናን ፈረንሳን ሰለስተ ብ ሰለስተ ኮይነን ናብ መፍለዪ ፐናልይ ተምርሓ፣ ኣብ መወዳእታ ድማ እቲ ዓወት እቲ ክብሪ ናይ መሲ ኮነ። ክልያን እምፓፐ ዝሓዘነ ገጹ ንምሕባእ ማልያ ቁጽሪ ዓሰርተ ናብ ርእሱ ክስሕቦ ኣብ ዓይኒ ካሜራ ኣተወ። ኣብ ፍጻመ ጸወታ ዋንጫ ዓለም ሰለስተ ሸቶታት ኣመዝጊቡ ሃትሪክ ብምስራሕ ድሕሪ ኣስታት ፍርቂ ዘመን ብእንግሊዛዊ ተጻዋታይ ተታሒዙ ዝነበረ ክብረ ወሰን ኣሐደሶ። ኣብ ጠቕላላ ዋንጫ ዓለም 2022 ሸሞንተ ሸቶታት ብምምዝጋብ ብሉፅ ኣመዝጋቢ ሸቶ ብምዃን ተዓወተ። ጅግና ኮኾብ ናይቲ ፀወታ ድማ ንሱ ኮይኑ ነበረ። ዋላ እኳ ብውልቁ እዚ ኩሉ ክብረ ወሰን ጨቢጡ ይንበር ሃገሩ ብዘይምዕዋታ ግን ኣዝዩ ሓዘነ። ክልያን እምፓፐ ዋላ ሓደ ተፃወታይ ኩዕሶ እግሪ ክቦፅሐ ዘይክእል ሰላሳን ሸሞንተን ኪሎ ሜተር ኣብ ሰዓት ዝጎዪ ኣብ ዓለምና እቲ ዝቐልጠፈ ተፃወታይ ኩዕሶ እግሪ እዩ። ግና ኣብ መወዳእታ ናብ ሪያል ማድሪድ ንምብጻሕ ሸውዓተ ዓመት ክጽበ ነይርዎ። ኣብ 2017 ዓመተ ምህረት ጋንታ ሪያል ማድሪድ ከተፈርሞ ደልያ እኳ እንተነበረት ኢምፓፐ ግን ኣብ ፓሪስ ክጸንሕ ስለ ዝመረጸ ኣይሰመረን። ናይ ሪያል ማድሪድ ሓለፍቲ ብትዕግስቲ ክጽበዩ ድሕሪ ምጽናሕ ኣብ 2021 ዓመተ ምህረት ዳርጋ 200 ሚልዮን ኣቕረቡሉ። ፒኤስጂ ግን ነቲ ኮኾብ ተጻወታይ ክትሰዶ ስለ ዘይደለየት መልሲ ክትህብ እኳ ኣይተራእየትን። ኣብ 2022 ዓመተ ምህረት ውዕል ምፓፐ ምስ ፒኤስጂ ይውዳእ ስለ ዝነበረ ኩሉ ኣፍቃሪ ኩዕሶ እግሪ ዋላ ክልያን ምፓፐ ንባዕሉ እውን ናብ ሪያል ማድሪድ ከም ዝፍርም ዳርጋ ፍሉጥ ነበረ። ጋዜጠኛታት ድሮ ነቲ ናይ ምስግጋር ዜና ዘርግሐኦ፣ እታ ስጳኛዊት ጋንታ ድማ ወግዓዊ መግለጺ ተዳሉ ነበረት። ግና ኣብቲ ናይ መወዳእታ ህሞት እምፓፐ ሓሳቡ ቀየረ። ኣብ ውሽጢ ገዝኡ ድምፁ ዘይብሉ ውግእ ተኻይዱ ነበረ። ኣዲኡ ናብ ሪያል ማድሪድ ክኸይድ ክደሊ እንከላ ኣቦኡ ድማ ኣብ ፓሪስ ክጸንሕ ደለየ። ክልተ ወለዲ ክልተ ሕልምታት ከንጸባርቑ ሚፓፐ ኣብ ማእከል ተቐርቀረ። ኣብ መወዳእታ ናይ ኣቦኡ ሓሳብ ዓብሊሉ ግን ምስ ፓሪስ ሓድሽ ውዕል ክታሞ ኣንበረ። ዳይረክተር ሪያል ማድሪድ ኣዝዮም ሓረቑ። ፕረዚደንት እታ ክለብ ክሕደት ከም ዝተፈጸመ ተሰምዖ። ኣብ ውሽጢ እታ ክለብ ዝነበሩ ድምጽታት ናይ ምንጽርጻር ስምዒት የቃልሑ ነበሩ። ይኣክል ንሕደጎ ንረስዓዮ ክብሉ ጀመሩ። ኣብታ ዝዓበየላ ከተማ ቦንዲ ናብ ሪያል ማድሪድ ብዘይምፍራሙ እቲ ግብረ መልሲ ኣዝዩ ሓያል ነበረ። ሓደ መንነቱ ዘይተፈልጠ ሰብ ኣብ ናይ ገዛውቱ መንደቕ ዝተሳእለ ዓቢ ስእሊ ምፓፐ ብቐለም ምዉት ኢኻ ኢምፓፐ ኢሉ ኣብ ገጹ ብምጽሓፍ ኣባላሸዎ። ገለ ካብቶም ቀደም ዘፍቅርዎ ዝነበሩ ኣድነቕቱን ቁጥዐን ክሕደትን ኣንጻባረቑ። መጽሔታት ተዋላዋሊ ናይ ነብሱ ውሳነ ክገብር ዘይክእል ኢለን ጸዋዓኦ። ኣብ ክልተ ሽሕን ዕስራን ኣርባዕተን ዓመተ ምህረት ናይ ክረምቲ ምስግጋር እቲ ብዙሕ ትጽቢት ዝተገበረሉ ኣብ መወዳእታ መዕለቢ ረኸበ። ክልያን ምፓፐ ምስ ፓሪስ ዝነበሮ ውዕሉ ስለ ዝተዛዘመ ብዘይ ዝኾነ ጸገም ብዘይ ገለ ሓሳብ ብወግዒ ናይ ሪያል ማድሪድ ተጻዋታይ ኮነ። ሪያል ማድሪድ ድማ ነቲ ንዓሰርተ ክልተ ዓመት ትጽቢት ዝገበረትሉ ዜና ኣወጀቶ። እምፓፐ ብወገኑ ሕልመይ ጋህዲ ኮይኑ፣ ናብታ ዝሓልማ ዝነበርኩ ክለብ ብምጽንባረይ ዝተሰመዐኒ ኩርዓት ክገልጾ ኣይክእልን፣ ኣብዚ ሕጂ እዋን ክንደይ ከም ዝተሓጎስኩ ማንም ክርድኦ ኣይክእልን ኢሉ ዝተሰምዖ ሓጎስ ንዓለም ኣካፈለ። ኣብቲ ቅድሚ ብዙሕ ዓመታት ዝረኣዮ መለማመዲ ሜዳ እንደገና ተረኽበ፣ ግና ኣብዚ ግዜ እዚ በጻሒ ጥራይ ዘይኮነስ ካብ ቁልዕነቱ ኣትሒዙ ክለብሶ ዝሓልም ዝነበረ ጻዕዳ ማልያ ዝተኸድነ ናይ ሪያል ማድሪድ ተጻዋታይ ነበረ። ኣብ ንእስነቱ ንመንደቕ መደቀሲኡ ብስእልታት ሮናልዶ ዝሸፈነ፣ ሕጂ ድማ ሮናልዶ ናብ ሪያል ማድሪድ ክፍርም ከሎ ዝተዋህቦ ተመሳሳሊ ማልያ ቁጽሪ ትሽዓተ ተኸዲኑ ክጻወት ጀመረ። ኣብ ሪያል ማድሪድ ናይ መጀመርያ ሲዝን ኣዝዩ ዘደንቕ ነበረ። ኣብ ኩሉ ውድድራት ኣርብዓን ሰለስተን ሸቶታት ብምምዝጋብ ኣብ ሊግ ስጳኛ ኣብ ኩሉ ኤውሮጳ ዝለዓለ ኣመዝጋቢ ሸቶ ኮነ። ኣብ ናይ ክልተ ሽሕን ዕስራን ኣርባዕተን ክልተ ሽሕን ዕስራን ሓሙሽተን ሲዝን ድማ ንሪያል ማድሪድ ሓምሳን ትሽዓተን ሸቶታት ብምምዝጋብ ነቲ ብክርስቲያኖ ሮናልዶ ዝተታሕዘ ዓብዪ ክብረ ወሰን ተማቐለ። ኣብ ናይ ሎሚ ክረምቲ ዝተኻየደ ናይ ክልተ ሽሕን ዕስራን ሽዱሽተን ዋንጫ ዓለም እውን ክልያን እምፓፐ ንኣፍቀርቲ ኩዕሶ እግሪ መስደመም ክእለቱ ምርኣይ ኣየቋረፀን። ብዕለት ሰላሳ ሰነ ክልተ ሽሕን ዕስራን ሽዱሽተን ኣብ ዙር ዓሰርተ ሽዱሽተ ፈረንሳ ምስ ሽወደን ተራኸበት። ቀዳሞት ኣርብዓን ሓሙሽተን ደቓይቕ ክውድኣ ደቒቕ እንትተርፎ ሚፓፕ ንፈረንሳ መርሕነት እተትሕዝ ጎል ምስ ኣቁጸረ ሓጎሱ ንምግላጽ ናብ ደገፍቲ ገጹ ኣይጎየን። ኣብ ክንድኡ ቅድሚ መዓልታት ሓመድ ድበ ኣዲኡ ንዝፈጸመ ብሰንኪ ሓዘን ሓደ ጸወታ ንዝሓለፎ ኣሰልጣኒኡ ከይዱ ሓቖፎ። ፈረንሳ እቲ ግጥም ሰለስተ ብባዶ ብሰፊሕ ኣፈላላይ ክትዕወተሉ ከላ፣ ኤምፓፐ ድማ በተን ሽዑ ዘቑጸረን ክልተ ሸቶታት ንዓሰርተታት ዓመታት ተታሒዙ ዝጸንሐ ክብረ ወሰን ብምስባር ኣብ ታሪኽ ናይ ኣውዲቕካ ምሕላፍ ጸወታታት ዋንጫ ዓለም እቲ ዝለዓለ ኣመዝጋቢ ሸቶ ንምዃን በቕዐ። ከምቲ ብዙሓት ኣፍቀርቲ ኩዕሶ እግርን ተንተንቲ ጋዜጣታትን ዝተጸበይዎ፣ ሃገራዊት ጋንታ ፈረንሳ ኣብ ዋንጫ ዓለም ክልተ ሽሕን ዕስራን ሽዱሽተን ክሳብ መወዳእታ ክትቅጽል ኣይከኣለትን። ሃገራዊት ጋንታ ፍራንሳ ክሳብ ፍርቂ ፍጻመ ብርቱዕን ሓያልን ጉዕዞ እኳ ሓሊፋ እንተነበረት፣ ኣብቲ ኣገዳሲ ናይ ኣውዲቕካ ምሕላፍ ፍርቂ ፍጻመ ጸወታ ብስጳኛ ተሳዒራ ካብ ውድድር ዋንጫ ዓለም ተገሊፋ። ናይ ክልያን እምፓፐ ዳግማይ ዋንጫ ዓለም ናይ ምዕታር ሕልሚ ድማ ንግዚኡ ተዳናጉዔ። እቲ ናይ መጨረሽታ ፊስካ ምስ ተነፍሐት፣ ክልያን እምፓፐ ኣብ ማእከል ስታድየም ደው ኢሉ፣ ተዓንደ ኣብታ ምሸት ኩሉ ዝከኣሎ ኣወፍዩ ነይሩ፣ ግና ዋንጫ ዓለም ናይ ምዕዋት ዝነበሮ ሕልሚ ከምቲ ናይ ክልተ ሽሕን ዕስራን ክልተን ንኻልኣይ ግዜ ካብ ኣእዳዉ ከም ዘምለጠ ምስ ፈለጠ ኣዒንቱ ብንብዓት ተመልኣ። ግና ንብዓቱ ክርኣ ዝደለየ ኣይመስልን፣ ንደቂ ጋንትኡን ንነፍሲ ወከፍ ተጻዋታይ ሃገራዊ ጋንታ ስጳኛን ብኣኽብሮት ሰላም በሎም። እምፓፐ ብሓዘን ርእሱ ደፊኡ ካብ ሜዳ እናወጸ ከሎ ምስ ሓደ ናይ ሃገራዊት ጋንታ ፈረንሳ ደጋፊ ንእሽቶ ህጻን ተራኸበ፣ ኣብቲ ህሞት እቲኣ ኸኣ ንፓፐ ደኒኑ ነቲ ህጻን ኣጥቢቑ ሓቖፎ። እዚ ተግባሩ ሓደ ዓቢ ትምህርቲ የመሓላልፍ፣ ሓቀኛ ጅግና ብዓወት ጥራይ ዘይኰነስ ኣብ ግዜ ስዕረት እውን ንኻልኦት ተስፋ ብምሃብ እዩ ዝፍለጥ። ክላን ምፓፐ ድሕሪ ጸወታ ኣብ ዝሃቦ ቃለ መጠይቕ፣ ብሓቂ ስዕረት የሐምም እዩ፣ ግን፣ ወዲቕና ኣይትተርፍን፣ ኣብ ቀጻሊ ክንዕወት ኢና ኢሉ ዓወት ጥራይ ዘይኮነስ ንስዕረት እውን ብጸጋ ከም ዝቕበል ኣመስከረ። ብተወሳኺ ኢምፓፔ ኣብ ክልተ ሽሕን ዕስራን ሽዱሽተን ኣብ ኤሜሪካን መክሲኮን ካናዳን ዝተኻየደ ዋንጫ ዓለም ሓለቓ ጋንታ ኮይኑ ዝመርሓ ጋንታ ፈረንሳ ራብዓይ ተርታ ሒዛ እኳ እንተወደኣቶ ንሱ ብውልቂ ግን ዓሰርተ ጎላት ብምምዝጋብ ቅድሚ ሜሲ ተሰሪዑ ንብሉጽ ኣመዝጋቢ ሸቶ ዝወሃብ ዋንጫ ዓቲሩዎ'ዩ። ሎሚ ኣብ ከተማ ቦንዲ ኣብ ጎኒ ሓደ ነዊሕ ህንጻ ሓድሽ ስእሊ ክልያን ምፓፐ ኣሎ። ኣብ ታሕቲ እቲ ስእሊ ድማ ንሕልምኻ ኣፍቅሮ ንሱ ድማ ብተረኡ ተመሊሱ ከፍቅረካ'ዩ ዝብል ሓጺር ጽሑፍ ይረኣ። ሓደ እዋን ናይ መደቀሲ መንደቑ ብስእልታት ክርስትያኖ ሮናልዶ ዝሸፈነ ክልያን ምፓፐ ሎሚ ንሱ ባዕሉ ጅግና ናይ ሚልዮናት ዝዓብዩ ህጻውንቲ ኮይኑ ኣሎ። ወላ እኳ ኢምፓፔ ኣብ ህይወቱ ብውልቁ ይኹን ብጋንትኡ ብዙሕ ዋንጫታት እንተዓተረ እተን ብዙሓት ተጻወትቲ ኩዕሶ ዝሓልምወን ዋንጫ ቻምፒየንስ ሊግን ባሎንዶኦርን ግን ክዓትረን ኣይከኣለን። ተስፋ ንገብር ድማ ኣብ መጻኢ ክዓትረን። ወላ እኳ ገለ ሕልምታት ንኽጭበጡ ግዜ ዝወስዱ እንተኾኑ ግን ብዘይ ምሕላል እንተ ደኣ ቀጺልካ ብርግጽ ዘይብጻሕ የለን። ስለዚ ሕልምኻ ንምብጻሕ ክትጎዪ ምስ እትኽእል ጉየ፣ ክትጽበ ምስ እትኽእል ተጸበ፣ ናብ ሕልምኻ ንቕድሚት ምጉዓዝካ ቀጽል።

ሓንቲ ዓባይ ወርሒ ብዙሓት ከዋኽብቲ

ብንፋስ ተነጺጉ ምስ ተደፍአ ደበና ተሰሊሞም ትሪኦም ክተኑ ብባና ክተኑ ናባና ሓንቲ ዓባይ ወርሒ ብዙሓት ከዋኽብቲ ጸረ ናይ ጸላም መብራህቲ ናይ ለይቲ ሽፋን ዓይኒ ቀንጢጦም ዝውግዱን ጸልማት ወርሕን ከዋኽብትና ይጠፈርፍ

ግምጃውያን ተቓለስቲ ምንጪ ናይ ብርሃንና ንሶም እዮም ከዋኽብቲ ንሶም እዮም ቶም መብራህቲ ዋልታ ናይ ሓፋሽ ግምጃውያን ተቓለስቲ ምንጪ ናይ ብርሃንና ንሶም እዮም ከዋኽብቲ ንሶም እዮም ቶም መብራህቲ